ኣሜን ከምቲ ኣነ ጽቡቕ ዝወዓልክዎ ጽቡቕ ውዕልኩም ክትኮኑ ድማ ናይ ኩሉ ግዜ ተስፋይን ትምኒተይን እዩ ኣሜን ዓሰርተ ሸሞንተ ጥቅምቲ ስንክሳር ናይ ዕለቱ ዝንበብ ስንክሳር ዝሰምዕ ዘንብብ ፍቕሪ ጎይታ ኣብ ልቡ ይዕንብብ ሓለዋን ጸሎትን ናይ ቅዱሳን ድማ ይረክብ ዝክረ ጻድቅ ለዓለም የሉ ዝኽሪ ናይ ጻድቅ ንዓለም እዩ ዝነብር ካብ ኩሉ ክፉእ ዘበለ ክድሕኑ ንቅዱሳን ተማሕፀኑ ኣሜን

ኣስቅልጵያኖስ ብሰማዕትነት ዓረፈ። እዚ ቅዱስ ድማ ከሓዲ ዝኾነ ናይ ሃገሮም ገዛኢ ንክርስትያን ከሳቕይን ከሳድድን ኣብ ዝጀመረሉ ግዜ ቅዱስ ሮማኖስ ቀሳውስትን ዲያቆናትን ህዝቡን ንኹሎም ኣኪቡ ንክርስቶስ ብምእማን ኣብ ሃይማኖት ክሳብ መወዳእታ ንክጸንዑ ምኸሮም። ካብ ቅዱሳት መጻሕፍቲ እናጠቐሰ ድማ ናይ ዝቐደሙ ሰማእታት ህይወት ኣብነት እናገበረ ብዙሕ መሃሮም። ከሓዲ መኮንን ኣስቅልጵያኖስ ነዚ ምስ ሰምዐ ንቕዱስ ሮማኖስ ኣምጺኡ ብወገን ዝኸበርካ ሮማኖስ ንስኻ ዲኻ በሎ። እዚ ቅዱስ ድማ ናይ ወገን ክብሪ እንታይ ይጠቕመኒ? ንዓይሲ ክብረይ ክርስቶስ እዩ በሎ። በዚ ግዜ መኮንን ሓሪቑ ስቓዮ ስቓዮም ስቕ ኢሎም ከስ ክስንጥቕዎን ከሳቐይዎን ኣዘዘ። ከም ትእዛዙ ኣብ ዘሳቐይዎ ግዜ ድማ ቅዱስ ሮማኖስ ዋላ ሓንቲ ስለ ዘይተዛረበ እቲ መኮንንን ትዕግስቱ ኣድነቐ። ድሕሪኡ ቅዱስ ሮማኖስ ንመኮንን ስንፍናኻ ምእንቲ ክገልጽ ፈጣሪየይ ኣፈይ ከፈተ፣ ሓቀኛ ነገር ምእንቲ ክትፈልጥ ንእግዚኣብሔር ወይ ድማ ናትካ ኣማልኽቲ ምስጋድ ከም ዝግባእ ምእንቲ ክነግረና ህፃን ቆልዓ ንኸምፅኡ ኣዝዝ በሎ። እቲ መኮንን ድማ ንእሽተይ ህፃን ቆልዓ ኣምፅኡ ስግደት ንመን ከም ዝግባእ ሓቂ ንገረና በሎ። እቲ ህፃን ድማ ብኾልታፍ ኣንደበቱ ኣንታ ልቢ ዘይብልካ ደንቆሮ መኮንን ብሓንቲ ቃል ንዓለም ኩሉ ዝፈጠረ ንህያው እግዚኣብሔር ስግደትን ኣምልኾን ከም ዝግባእ ዶ ኣይትፈልጥን ኢኻ በሎ። በዚ ግዜ እቲ መኮንን ብጣዕሚ ሓፊሩ ነቲ ህፃን ክሰቕልዎ ኣዘዘ። እቲ ህፃን ድማ ተሰቒሉ ከሎ ንኣዲኡ ጸሚእኒ ኣሎ እሞ ማይ ኣስቲኒ በላ። ኣዲኡ ድማ ዝወደይ ኣብዚ ማይ የለን፣ ነገር ግን ናብ ናይ ህይወት ማይ ኪድ በለቶ። ብቕጽበት ናይቲ ህፃን ርእሱ ቆረጹ እሞ ናይ ሰማእትነት ኣኽሊል ተጎናጸፈ። ድሕሪኡ እቲ መኮንን ንናይ ቅዱስ ሮማኖስ መልሓስ ካብ ስሩ ኣቑርጻ። ነገር ግን እቲ መኮንን ምእንቲ ክዘልፍ ንቅዱስ ሮማኖስ ረቂቕ መልሓስ ተዋሂብዎ ነቲ መኮንን ስለ ከንቱ እምነቱ ኣብ ቅድሚ ህዝቡ ዘለፎ። በዚ ግዜ መልሓሱ ከም ዝተቖረጸት ተጠራጢሩ ካብ ወተሃደራቱ ንሓደ ጸዊዑ ንምንታይ ንመልሓሱ ካብ ስሩ ዘይቆረጽካዮ እንተበሎ እቲ ወተሃደር ድማ ንናይ ቅዱስ ሮማኖስ ዝተቖርጸት መልሓሱ ኣምጺኡ ነቲ መኮንን ሃቦ። ድሕሪኡ እቲ መኮንን ብዓብዪ ሕርቃን ኮይኑ ቅዱስ ሮማኖስ ኣብ ውሽጢ ቤት ማእሰርቲ ኸ እንተሎ ሓኒቖም እንከሎ ሓኒቖም ንክቐትልዎ ኣዘዘ። ሰማዕትነቱ ድማ በዚ ፈጸመ። ንእግዚኣብሔር ኣምላኽና ምስጋና ይኹኖ፣ ንዓና እውን ብጸሎት ሰማዕት ቅዱስ ሮማኖስ ይምሓረና፣ በረኸቱ እውን ምሳና ትንበር ንዘለዓለም ዓለም ኣሜን። ኣሜን ለይኩን

ንእግዚኣብሔር ይደሉ ወይረት ሰጊድ ኣሜን። ቅዱስ ቴዎፍሎስ ሊቀ ጳጳሳት ከምኡ እውን በዛ መዓልቲ እዚኣ ናይ ዓብዪ ሊቅ ናይ ቅዱስ ዮሃንስ ኣፈወርቅ ወዲ መዝሙር ዝኾነን ናይ መጥምቀ መለኮት ቅዱስ ዮሃንስን ናይ ነቢ ኤልሳዕን ዓጽሚ ዘፍለሰ መበል 23 ሊቀ ጳጳሳት እስክንድርያ ኣቡነ ቴዎፍሎስ ኣዕረፈ። ኣብ ምድረ ግብፂ ኣብ ዝተንስኡ ንቤተ ክርስቲያን ኣብዚሖም ካብ ዝደኸሙ ኣቦታት ሓደ ኣባ ቴዎፍሎስ እዩ። ዝተወለድሉ ዘመን ኣብ መበል 400 ክፍለ ዘመን መጀመርታ ኣከባቢ ክኸውን እንከሎ ቴዎፍሎስ ወይ ከዓ ታኦፊላ ብምባል ይፍለጥ። ገና ቆልዓ እንከሎ ቴዎፍሎስ ቴዎደስዮስ ምስ ዝበሃል መሓዛኡ ኣብ ተመሳሳሊ ለይቲ ተመሳሳሊ ሕልሚ ረኣዩ። ክልቲኦም ህፃናት ዝረኣይዎ ዕንፀይትን እንተኣርዩ ነበረ። ሕልሚ ዝትርጉም ሕልሚ ዝትርጉም ሰብ ድማ ንቴዎዶስዮስ ክትነግስ ኢኻ ክብሎ ከሎ ንቴዎፍሎስ ድማ ፓትርያርክ ክትከውን ኢኻ በሎ። ንግዚኡ ኣይመሰሎምን። ድሕሪኡ ናብ ቤት ትምህርቲ ኣትዮም መጻሕፍቲ ተማሂሮም ቴዎዶስዮስን ቴዎዶስዮስ ናብ ናይ ንጉስ ከተማ ቆስጠንጥንያ ክኸይድ ከሎ ቅዱስ ቴዎፍሎስ ድማ ናይ ዓቢ ሊቅ ናይ ኣባ ኣትናቴዎስ ወዲ መዝሙር ኮነ። ኣብኡ ድማ ካብ ቅዱስ ኣትናቴዎስ እንዳተምሃረ እንዳገልገለ ዘመናት ሓለፈ። ቅዱስ ኣትናቴዎስ ምስ ኣዕረፈ ድማ ንክልተ ፓትርያርካት ሓጋዚ ኮይኑ ተመሪጹ ነበረ። ኣብ መጨረሽታ ግን ሕልሚ ተርጓሚ ዝበሎ ስለ ዘይተረፈ ቴዎዶስዮስ ዓብዪ ተባሂሉ ኣብ ቁስጥንጥንያ ክነግስ እንከሎ ቅዱስ ቴዎፍሎስ ድማ ፓትርያርክ ሊቀ ጳጳሳት ተባሂሉ ኣብ መንበረ ማርቆስ ተቐመጠ። ኣብ 384 ዓመተ ምህረት ናይ እስክንድርያ መበል 23 ሊቀ ጳጳሳት ምስ ኮነ ናይ መጀመርታ ስራሑ ኣብ ዘመኑ ገኒኖም ንዝነበሩ ተጠራጠርቲ ምውጋዝ ነበረ። ነዚ ድማ ምእንቲ ክሕግዞ ንወዲ ሓፍቱ ንቅዱስ ቄርሎስ ወሲዱ ምሃሮ። ክልቲኦም ኣቦታት እንዳተሓጋገዙ ንቤተ ክርስቲያን ካብ ኣራዊት ተጠራጠርቲ ሓለው። ሎሚ ኣብ ናይ ሃይማኖት ኣበው እንፈልጦ ወሲኽካ እዚ ቅዱስ ብዙሕ ድርሰታት ድማ ደረሰ። ንቅዱስ ቴዎፍሎስ ፍሉይ ካብ ዝገብሮ ነገራት ቅሩብ ንመልከት። እዚ ቅዱስ ኣብ ዘመኑ ኣብ ኣፍ ደገ መንበረ ጵጵስና ኮፍ ኢሉ ይትክ ዝነበረ እሞ ሓንቲ በዓልቲ ጸጋ ሰበይቲ መጽያ ኣቦይ እንታይ የተክዘካ ኣሎ ክትብል ሓተተቶ። እዚ ሊቅ ድማ ዛጓለይ ኣብ ውሽጢ እዚ ዝቆምናሉ ቦታ ወርቂ ተቐቢሉ ተቐቢሩ እንተሎ ነዳያን ጸሞም ይሓድሩ ኣለዉ ወርቂ ተቐቢሩ እንከሎሲ ነዳያን ጸሞም ይሓድሩ ኣለዉ በላ። ኣቦይ ኣትናቴዎስ እንዳሓዘነ ሓለፈ። ኣነ እውን ከምኡ ምሕላፈይ እዩ በላ። እታ በዓልቲ ጸጋ ድማ ኣባ ንስኻ ብጸሎት ኣነ ብጉልበት ሃብትን ኮይንና ነውጽኣዮ በለቶ። እሺ ኢልዋ ሱባኤ ኣተወ እሞ ካብ ትሕቲ ምድሪ መሬት ሰለስተ ገንኢ ምሉእ ወርቂ ተረኺቡ ደስ በሎም። ግን ኣብ ልዕሊኡ ተመሳሳሊ ቴዳ ቴዳ ቴዳ ዝብል ጽሑፍ ነበረ እሞ መን ይፍትሓዮ? በዚ ግዜ ቅዱስ ቴዎፍሎስ ናብ እምበይትና ኣመልኪቱ ምስጢር ተገለጸሉ እሞ ምስ ተርጎሞ ማሕተሙ ተፈትሐ። ክትርጎም እንከሎ ድማ ቴዳ ማለት ሓደ ክርስቶስ ማለት ኮነ እቲ ቴ ድማ ካልኣይ ድማ ንንለያን ተበተነ ቴዳ ካልኣይ ድማ ቴዎፍሎስ ማለት ኮነ ኣብያተ ክርስቲያናት ተሃነጸሉ ቴዳ ሳልሳይ ድማ ቴዎዶስዮስ ኮነ ናይ ቄሳር ንቄሳር ከም ዝብል ሳልሳይ ገንኢ ሓው ንኣቡነ ኪሮስ ኣብኡ ንገብረ ክርስቶስ መርዓዊ ንዝኾነ ንሕያዋይ ንጉስ ናብ ቴዎዶስዮስ ተለኣኸሉ እቲ ንጉስ ግን ካብቲ ወርቂ ቁሩብ ንበረኸት ወሲዱ ናብ ኣባ ቴዎፍሎስ መለሰሉ። ኣብያተ ጣዖታት እንዳፍረሰ ኣብያተ ክርስቲያናት ንክሃንጽ እውን ስልጣን ሃቦ። ቅዱስ ቴዎፍሎስ ድማ በዚ ገንዘብ ብኣማኢት ዝቑጸራ ኣብያተ ክርስቲያናት ከም ዝሃነጸሉ ይንገር። ብፍላይ ድማ ንናይ ቅዱስ ሩፋኤል ቤተ ክርስቲያን ኣብ ዝባን ዓሳ ነባሪ ዝሃነጸ ዝሃነጻ ንሱ እዩ። ድርሳነ ሮፋኤል ናይ ድንግል ማርያም ክሃንጽ እንከሎ ድማ እመቤትና ተገሊጻትሉ እያ። ንናይ ቅዱስ ዮሃንስ መጥምቅ ዓጽሚ ኣፍሊሱ ምስ ናይ ኣባ ነቢ ኤልሳዕ ምስ ክቕደስ እንከሎ ተኣምራት ተራእየ። ንናይ ሰለስቱ ደቂቅ ቤተ ክርስቲያን ሃኒጹ ኣብ ዝቐደሰሉ ግዜ ድማ እዞም ቅዱሳን ካብ ሰማይ ወሪዶምሉ እዮም። ቅዱስ ቴዎፍሎስ ንእመቤትና ይፈትዋ ነበረ እሞ ንሻምናይ ንሻምናይ ግዜ ዝኣክል ተገሊጻ ተዘራሪባቶ እያ። ደፋር ሃርበኛ ክትብል ጸዊዓ ምሉእ ዜና ስደታን ህይወታን ኣጽሒፋቶ እያ። ሳልሳይ ንህፃናት ከጥምቕ ከሎ ድማ ካብ ብቕዓቱ ዝተለዓለ ናይ ብርሃን መስቀል ይወርደሉ ነበረ። ቅዱስ ቴዎፍሎስ ብሊቀ ጵጵስና ኣብ ዝጸንሓሎም 28 ዓመታት ብኸምዚ ተመሳሳሊ ኣብ 412 ዓመተ ምህረት ዓሪፉ ቅዱስ ቄርሎስ ኣብቲ መንበር ተተከ። ንእግዚኣብሔር ምስጋና ይኹን። ንዓና እውን ብጸሎት እዚ ቅዱስ ኣቦ ይምሓረና፣ በረኸት እውን ምሳና ትንበር ንዘለዓለም ዓለም ኣሜን። ንዘለዓለም ዓለም ኣሜን። ኣርኪ ድማ ከምዚ ይብል

ካብኡ እውን ከምኡ እውን በዛ መዓልቲ እዚኣ ናይ ዮሃንስ ሰማዒት ናይ ኣድራኒ ናይ ኣርቴማዎስ ናይ ኣርስጦስ ናይ ሊዲኖስ ናይ ኣስማኒትን ሸውዓተ ደቃን መዘከርታኦም እዩ ንእግዚኣብሔር ኣምላኽና ምስጋና ይኹኖ ንዓና እውን ብጸሎት እዞም ቅዱሳን ይምሓረና ንዘለዓለም ዓለም ኣሜን ኣሜን ጥቅምቲ 18 ዝኽበሩ ዓመታዊ ናይ ቅዱሳን በዓላት ቅዱስ ቴዎፍሎስ ሊቅ፣ ቅዱስ ሮማኖስ ሰማኤት፣ ቅዱስ ዮሐንስ ሰማኤት፣ ቅዱስ ኣስማኒትና ምስ ሸውዓተ ደቃ። ኣሜን ወርሓዊ በዓላት ድማ ቅዱስ ፊልጶስ ሃዋርያ፣ ኣቡነ ኤዎስጣቴዎስ ሰባኪ ሃይማኖት ረባን ኣቡነ ኣኖሬዎስ ዘደብረ ጽጋጋ፣ ማር ያዕቆብ ግብጻዊ፣ ቅዱስ ያዕቆብ ሃዋርያ ካብ ሰብዓን ክልተን ኣርድእቲ ዝኾነ ኣሜን ስንክሳር ዝሰምዕ ዘንብብ ፍቕሪ ጎይታ ኣብ ልቡ ይዕምብብ ሓለዋን ጸሎትን ናይ ቅዱሳን ደማ ይረክብ ዝክረ ጻድቅ ንዓለም ይሄሉ ዝኽሪ ናይ ጻድቅ ንዓለም እዩ ዝነብር ካብ ኩሉ ክፉእ ዘበለ ክድሕኑ ንቅዱሳን ተማሕጸኑ ኣሜን ወኣሜን ወለኩሎም መላእክቲ ሰማይ ዝወደቀ ዝነጠበ ቃል ኮነ ዜማ